ሎማዓንቲ ካብ ኩሉ ዓይነት በደል ካብ ኩሉ ዓይነት ጥፍኣት ተሓልዮም ናብ እግዚኣብሔር ብንስሓ ብምምላስ ኣብ የሱስ ክርስቶስ ከኣ ሙሉእ እምነት ብምግባር ንሱ ከድሕነኩም ከም ዝከኣሎ እምነት ብምግባር ካብ ዘለኣለማዊ ቁጥዓ ሓራ ክትወጹ ይከኣል እዩ።

ሰላም ዝኸበርኩም ናይዚ ወንጌል ንኹሉ ዝብል መደብና ኣብ እግዚኣብሔር ኣቦናን ካብ ጎይታና የሱስ ክርስቶስን ጸጋን ሰላምን ምሳኻትኩም እዩ ሎማዓንቲ ከም ፍቓድ ኣምላኽ ወንጌል ኣብዚ ወንጌል ንኹሉ ዝብል መደብና ጥዑም ብስራት ዝኾነ ናይ ጎይታና የሱስ ክርስቶስ ሒዝናልኩም ከኣ መጺእና ኣለና። እቲ ንነግረኩም ቃል ካብ ወንጌል ሉቃስ ምዕራፍ ዕስራን ሰለስተን ካብ ሰላሳን ትሽዓተን ክሳብ ኣርብዓን ሰለስተን ክኸውን እዩ ከንብቦ ኢና እሞኒ ካብኡ ከዓኒ ቃል ኣምላኽ ክንሰምዕ ኢና ምእንቲ ንምክታሉ ክጥዕመና ካብ ቁፅሪ ሰላሳን ክልተን ከንብቦ እየ ከምዚ ይብል ንኽልተ ካልኦት ገበርቲ ክፉእውን ምስኡ ክስቀሉ ኣምጽዎም። ቀራንዮ ኣብ እትበሃል ስፍራ ምስ በጽሑ ኸኣ ሰቐልዎም። ነቶም ገበርቲ ክፉእ ኸኣ ሓደ ብየማኑ ሓደውን ብጸጋሙ ሰቐልዎም። የሱስ ድማ ኣቦይ ዝገብርዎ ኣይፈልጡን እዮም እሞ ሕደገሎም በለ። ንኽዳውንቱ ከኣ ዕጭ ኣውዲቖም ተማቐልዎ። እቲ ህዝቢ ደው ኢሉ ይርኢ ነበረ፣ እቶም ዓበይቲ እውን ምሳታቶም ኰይኖም፣ ንኻልኦት ኣድሒኑ ንሱ ክርስቶስ ናይ ኣምላኽ ሕሩይ እንተ ዀይኑስ ንርእሱ የድሕን እናበሉ የላግጹሉ ነበሩ። ናብኡ ቀሪቦም ድማ ንጉስ ኣይሁድ እንተ ዀይንካስ ርእስኻ ኣድሕን እናበሉ መጺጽ ኣምጽእሉ። ኣብ ልዕሊ ርእሱ ኸኣ እዚ ንጉስ ኣይሁድ እዩ ዝብል ጽሕፈት ነበረ። ቁጽሪ ሰላሳን ትሽዓን ካብቶም እተሰቕሉ ገበርቲ ኽፉእውን ሓደ ንስኻ ክርስቶስ እንተ ዀይንካስ ንርእስኻን ንኣናን ኣድሕን ኢሉ የላግጸሉ ነበረ። እቲ ኻልኣዩ ግና ኣታ ኸምዚ ዝበለ ፍርዲ ከሎኸኸ ኣምላኽ ዶ ኣይትፈርህን ኢኻ? ንሕናስ ብሓቂ ብግብርና ዝግብኣና ተፈደና፣ እዚ ግና ሓንቲ ክፍእቲ እኳ ኣይገበረን ኢሉ ገንሖ። ንየሱስ ከኣ ጐይታይ ብዝመጽእ መንግስትኻ ምስ ትመጽእ ዘክረኒ በሎ። የሱስ ድማ ሎሚ ምሳይ ኣብ ገነት ከም እትኸውን ብሓቂ ይብለካ ኣለኹ በሎ። እዚ ዛንታ እዚ ከም እነንብቦ ጐይታና የሱስ ክርስቶስ ኣብ ናይ መስቀል ስፍራ ኮይኑ ዝተፈጸመ እዩ። የሱስ ክርስቶስ ሓጢኣት ዘይገበረ ክንሱ ምእንቲ ምድሓን ብዙሓት ኢሉ ግና ኣብ ክንዳና ኣብ መስቀል ከም ዝተሰቕለ ንፈልጥ ኢና። ባር ኣብ ከምዚ ኩነታት እንከሎ ምስኡ ከኣኒ ክልተ ካልኦት ዓመጽቲ ተሰቒሎም እዞም ክልተ ዓመጽቲ እዚኣቶም ሽሞም መን ምዃኖም ኣይንፈልጦም እዩ ኣይተጻሕፈል ወይ እውን ዝገበርዎ ገበን ብትኽክል እንታይ ምዃኑ ኣይንፈልጦን እዩ ብዛዕባኡ ናይ ተጻሕፈ ብዛዕባኦም ዝተጻሕፈልና ንጹር ዝኾነ ነገር ግና እዞም ሰባት እዚኣቶም ገበርቲ ክፉእ ተባሂሎም ከም ዓመፅቲ ወይ ከዓ ከተርቲ ተባሂሎም ከም ዘለዉ ግን ሮማውያን ንሰብ ናብ ከምዚ ዓይነት ከቢድ መቕጻዕቲ ወይ ናይ ሞት መቕጻዕቲ ክፈርድዎ እንተ ደኣ ኮይኖም ዝገበሮ እቲ ሰብ ዝገበሮ በደል ከቢድ ከም ዝኾነ ንፈልጥ ኢና በዚ ናይ ሎሚ ኣባህላ ናይ ሞት መቕጻዕቲ ማለት እዩ ናይ መስቀል ሞት ማለት ናይ ሞት መቕጻዕቲ ማለት ካፒታል ፓኒሽመንት ማለት እዩ ሰብ ኣዝዩ ጥርዙ ዝበፅሐ ክፉእ ገበን እንድሕር ገይሩ እዩ ሰብ ናብ ሞት ዝቕጽል። እቶም ሰባት እዚኣቶም ከኣ ክፉእ በደል ከም ዝነበሮም፣ ዓመጸተኛታት ከም ዝነበሩ፣ በደለኛታት ከም ዝነበሩ ክንፈልጥ ዝከኣል እዩ። እቲ ዝገበርዎ በደል እኳ ተዘይፈለጥና እቲ ሓደ ካባታቶም ዝተዛረቡ ከማንሲ ዝግብኣና ኢና ኢሉ ነቲ ዝገበሮ በደል ትኽክል ምዃኑ ኣሚኑ እምበኣር እዞም ሰባት እዚኣቶም ገበርቲ ክፉእ እዮም ነይሮም። ኣብዚ ከምዚ ዓይነት ስፍራ ግዜ ከኣ ጎይታና የሱስ ክርስቶስ ነቶም ዝገብርዎ ኣይፈልጡን እዮም ዝበሃሉ ሰባት ካብ መስቀል ኮይኑ ሓደ ጸሎት ጸልዩ። የሱስ ክርስቶስ ኣብዚ እንከሎ ብዙሓት ካብ ህዝቢ ጭፍራ ተኣኪቦም ዓበይቲ ካብቶም ናይቲ ህዝቢ ዓበይቲ ዝበሃሉ እስራኤላውያን ከምኡ ድማ ሊቅ ሊቀ ካህናት እዚኣቶም ብምሉኦም ተኣኪቦም ንየሱስ የላግጹሉ እዮም ነይሮም። እስኪ ንስኻ ሕጂ ንጉስ ተኾንካ ርእስኻ ኣድህን ኢሎም የላግጹሉ እዮም። እወ ፈዋሲ ንስኻ ምሽ ትማል ትፈውስ ነርካ ሕጂ እስኪ ካብ መስቀል ውረድ ከዓ ኢሎም የላግጹሉ እዮም። ኣብ ርእሱ ከማን ከይተረፈ እዚ ንጉስ ኣይሁድ እዩ ኢሎም ሓደ ምልክት ገይሮምሉ። እዚ ውላድ'ዚ ሕጨጫ እዩ ነይሩ። የሱስ ንጉስ ኣይሁድ ከም ምዃኑ ኣሚኖምሉ ዘይኰነሲ፣ ከምቲ ዝበሎ ኢሎም እዚ ንጉስ ኣይሁድ እዩ ኢሎም ጽሒፎም። እዚ ዅሉ ላግጺ እዩ። ኣብዚ ላግጺ'ዚ ዝሰመሩ ክልተ ሰባት ከኣ ከም ዘለዉ ንፈልጥ። እዞም ክልተ ሰባት እዚኣቶም እምበኣር'ይ እቶም ብየማኑን ብጸጋሙን ዘለዉ ክልተ ንዛረበሎም ዘለና ዓመጽቲ እዮም። ወንጌላዊ ማቴዎስ ጽሒፉልና ከም ዘሎ ኣብ ወንጌል ማቴዎስ ምዕራፍ 27 ቁጽሪ 44 ኩላቶም ከላግጹሉ ከለዉ እቶም ከተርቲ ወይ ከኣ እዞም መላገጽቲ ከኣ የላግጹሉ ነበሩ ይብል። ስለዚ የላግጹ ነይሮም ብየሱስ የላግጹ ነይሮም ወ ትማሊ ፈዋሲ እየ ዝብል ዝነበረ ትማሊ ሓለቃ እየ ዝብል ዝነበረ እንታይ ደኣ ሕጂ ርእሱ ይፈውስ ኢሎም ዘረባ ላግጺ ክዛረቡ ይስምዑ እንተኾነ ግና ሃንደበት ሓደ ሓድሽ ነገር ኣብ መስቀል ኣብ ከባቢ መስቀል ተራእዩ። ንሱ ድማ ሓደ ካብቶም ክልተ እቶም የላግጹ ዝበሃሉ ዝነበሩ ክልተ ከተርቲ ሓደ ካብኦም ብዛዕባ እቲ ዘላግጾ ዘሎ ጠጠው ኣቢሉ ሓደ ነገር ዝተረድኦ መስል ሓደ ዘረባ ክዛረብ ሰምዑ። ከምዚ ይብለና፣ ካብቶም እተሰቕሉ ገበርቲ ኽፉእ ሓደ፣ ንስኻ ክርስቶስ እንተ ዀንካ፣ ንርእስኻ ንዓና ኣድሕን ኢሉ የላግጸሉ ነበረ። ምስ በለ፣ ቍጽሪ ኣርብዓ፣ እቲ ኻልኣይ ግና፣ ኣታ ኣብ ከምዚ ዝበለ ፍርዲ ከለኻኸ፣ ኣምላኽዶ ኣይትፈርህን ኢኻ? ንሕናስ ብሓቂ ብግብርና ዚግብኣና ተፈደና፣ እዚ ግና ሓንቲ ኽፍእት እኳ ኣይገበረን እዩ በለ። የሱስ ክርስቶስ ምድራዊ ዝኾነ ሕጊ ኣፍሪሱ ናብ ሞት ዘብቅ ዘብጽሕ ገበን ከም ዘይብሉ እዚ ሰብ እዚ መስኪሩ እዚ ሰብ እዚ ጥራይ ዘይኮነ ካልኦት እውን እንድሕር ደኣ መስኪሮም የሱስ ናብ ሞት ዘብጽሕ ዝኾነ ይኹን ዓይነት ገበን ኣይገበረን ጲላጦስ እውን ከምኡ ኢሉ ኣሎ ኣነ ናብ ሞት ዘብጽሕ ዝኾነ ይኹን በደል ኣይረኸብኩሉን እዩ። እዚ ኸኣ ብዛዕባ እቲ ኣብ መስቀል ዝግበር ናይ ሞት መቕጻዕቲ እዩ። እንተኾነ ግና እዚ ሰብኣይ እዚ ግና ብዛዕባ እቲ የሱስ ክርስቶስ ጥራይ ዝኾነ ጥራይ ዘይኮነስ ብዛዕባ ርእሱ ክዛረብ እንከሎ ንሕና ዝግብኣና እዩ። እቲ ሞት ከም ዝግብኦ ናቱ ገይሩ ወሲድዎ ትኽክል እዩ። ስለዚ ነቲ ብጻዩ እንታይ እዩ ዝብሎ ዘሎ እምበኣር ኣነ ንስኻን ናይ ምድሪ ሕጊ ስዒርና ስለ ዝኾንና ብናይ ምድሪ ሕጊ ዝሰዓርናዮ መስፈር ድማ ሞት እዩ ዝግብኣና ኢሉ ነቲ ብፃዩ ክገንሖ ከሎ ንሪኦ እዚ ሰብኣይ እዚ ግና ናይ ምድሪ ሕጊ ምፍራሱ ጥራይ ዘሻቐሎ ይመስል። ወይ ከዓ ንሱ ጥራይ ዝተሰምዖ ይመስል። ካብኡ ዝዘለለ ናይ ሰማይ ሕጊ ከኣኒ ኣፍሪሱ ከም ዘሎ ከኣኒ ዝተረድአ ይመስል። ስለዚ እዚ ሰብኣይ እዚ ሎም ካብ ዝገበሮ ውሳነታትን ካብ ዝተረድኦም ርድኢታትን ክልተ ነገራት ክነግረኩም እሞ ካብኡ ንመሃሮ ነገር ድማ ክንርኢ እዚ ሰብኣይ እዚ መጀመርታ ናብ ብንስሓ ምቕራብ ወሲኑ። ከምዚ ኢሉ፣ ኣብ ከምዚ ዝበለ ፍርዲ ከለኻ ኸኣ ኣምላኽ በይትፈርህን ኢሉ ፍርሃት እግዚኣብሔር ኣብ ልቡ መጺኡ። ብፍርሃት እግዚኣብሔር ምስ ተተንከፈ ወይ ከኣኒ ፍርሃት እግዚኣብሔር ከም ዘለዎ እንርድኦ ድማ ከምዚ ኢሉ ብሓቂ ብግብርና ዝግብኣና ተፈደደ። እዚ ከኣ ናይ ንስሓ ምልክት እዩ። ሓጢኣቱ ተኣሚኑ እወ ኣነ በደለኛ እየ፣ ኣነ ዓሚጸ እየ። ብዙሕ ግዜ ገበነኛታት ኣብ ዝእሰሩሉ ቤት ማእሰርቲ ዝኣተዉ ሰባት ክሕተቱ ከለዉ እንታይ ገበን ጌርካ እባ ተኣሲርካ ኢሎም ክሕተቱ ከለዉ ኣነ ኮኒ ገበን ኣይገበርኩን ሓስዮም እዮም ተጋግዮም እዮም ኣሲሮምኒ እዮም ዝብሉ እዩ ዝበሃል ሓደ ገበነኛ ኣነ ብሓቂ ከምዚ ዓይነት ገበን ገይረ ኢሉ ኣብ ቤት ማእሰርቲ ዝዛረብ ሰብ የለን እዩ ዝበሃል እዚ ሰብኣይ እዚ ግና ብኣንጻሩ ኣነ ዝግብኣኒ ገይረ ናይ ሓጢኣተይ መቕጻዕቲ ናይ ገበነይ መቅጻዕቲ እየ ዝወስድ ዘለኩ እዚ ትክክለኛ ፍርዲ እዩ ንስሓ ማለት እምበኣር ዝግብኣካ መቅጻዕትን ዝግብኣካ ብዝገበርካዮ ጥፍኣት ዝግብኣካ መቅጻዕቲ ትክክል ኢልካ ምእማን ዝተታይዘኹ ብምድራዊ ሕጊ ምፍራሱ ጥራይ ኣይኮነን ኣብ ልቡ ተሰሚዕዎ እንታይ ደኣ እንኮላይ ሰማያዊ ሕጊ ከም ዘፍረሰ እውን ጽቡቕ ገይሩ ተረዲኡ። እቲ ካልኣይ እሞ እንታይ ይገብር ሽዑ ድሕሪ ደኣ ብሓጢኣቱ ከምዚ ዓይነት ስምዒት ምስ መጾ ብድሕሪኡ ዝሰዓበ ነገር ግን ኣዝዩ ኣገዳሲ ነገር ካልኣይ እንታይ ኢሉ ኣብ የሱስ ክርስቶስ ከዓኒ ምሉእ ትውክልቲ ክገብር ምሉእ እምነት ከውድቕ ወሲኑ ከመይ እዩ ከምዚ ኢሉ ንየሱስ ከኣ እቲ ብጻዩ ምስ ገንሖ ንየሱስ እንታይ ኢሉ ጎይታይ ብመንግስትኻ ምስ ትመጽእ ዘክረ ኣብዚ ሓንቲ ፍቕዲ ናይ መጽሓፍ ቅዱስና እንረኽባ ኣዝዩ ዓሚቕ ዝኾነ መልእኽቲ ዝሓዘት እምበኣር ከምዚ እያ እዚ ሰብኣይ እዚ ንየሱስ ክርስቶስ ጎይታ ኢሉ ጸዊዑ እስራኤላውያን ንየሱስ ጎይታ ኢሎም ክጽውዑ እንድሕር ደኣ ኮይኖም ንሱ ካብ ኣምላኽ ተላኢኹ ዝመጸ እቲ ሓቀኛ መሲሕ ኢሎም ተኣሚኖም ጥራይ እዚ ሰብኣይ እዚ ኸኣኒ በዚ ከምዚ ዓይነት እምነትን መንፈስን ኮይኑ ጎይታ ኢሉ ንሱ ጎይታ ናይ ህይወቱ ክኸውን መድሓኒ ናይ ህይወቱ ንክኸውን ኣብ የሱስ ክርስቶስ ክፅጋዕ ወሲኑ ካብዚ ናይ ስቓይ ቦታ ካብዚ ናይ ናይ ሞት መንገዲ ኣብ ናይ መወዳእታ ሰዓቱ ኣብቲ ካብ ሞት ከድሕኖ ዝከኣሎ የሱስ ክርስቶስ ንምጽጋዕ ወሲኑ ጎይታይ ኢሉ ጸውዑ። ካልኣይ ዝተኣመኖ እምነት የሱስ ክርስቶስ መንግስቲ ከም ዘላቶ ከዓ ተኣሚኑ ብመንግስትኻ ኢሉ ብመንግስትኻ የሱስ ክርስቶስ መንግስቲ ከም ዘላቶ ንጉስ ከም ዝኾነ ንሱ እቲ ናይ ሓቂ ንጉስ ኣይሁድ ከም ዝኾነ ከምቲ እቶም ካልኦት ዘላግፅሉ ንጉስ ዘይኮነ እዚ ናይ ሓቂ ንጉስ ኣይሁድ ከም ዝኾነ ኣሚኑ ስለ ዝኾነ ድማ እዩ ብመንግስትኻ ምስ እትመጽእ ተዘከረኒ የሱስ ክርስቶስ ንጉሳ ዝኾነት መንግስቲ እግዚኣብሔር ኣሚኑላ ብኣ ኣሚኑ እቲ ናታ ንጉስ ድማ እቲ ሓቀኛ ንጉስ ከዓ የሱስ ክርስቶስ ከም ዝኾነ ኣብ ስፍራ ናይ መስቀል ኮይኑ ተንጠልጢሉ እዚ እምነት እዚ ሳልሳይ ድማ ብመንግስትኻ ምስ እትመጽእ ምጽኣት ናይዚ ንጉስ እዚ ዳግማይ ምጽኣት ናይዚ ንጉስ እዚ ኸኣኒ ንሱ ካብ ሙት ተንስ ካብ ሙታን ተንሲኡ ኣብ መንግስቱ ህያው ኮይኑ ኣብ መንግስቱ ነጊሱ ጥራይ ዘይኮነ መጺኡ ኸኣኒ ከም ዝነግስ ከዓ ኣሚኑ እዚ እምነት እዚ ኣይሁድ ዝኣምንዎ እቶም ብክርስቶስ የሱስ ከዓ ዝኣመኑ ዝኣምንዎ እምነት እዩ። እቲ መሲሕ መጺኡ ከም ዝነግስ ኣሚኑ ኣሚኑ ሕና ክርስትያናት ከዓ ነዚ ኢና ንኣምን የሱስ ክርስቶስ ካብ ምዉታን ተንስኡ ሕጂ ኣብ የማን ኣቦ ከም ዘሎ መጺኡ ድማ ንምዉታንን ንያዋንን ክፈርድ ከም ዝኾነ እሞ ኸኣ ክነግስ ከም ዝኾነ ኸኣ ንኣምን ኢና። እዚ ሰብኣይ እዚ እምበኣር ኣብ መስቀል ተንጠልጢሉ እዚ እምነት እዚ ኣሉ። እምነቱ ኣብ የሱስ ክርስቶስ ንምውዳቕ ወሲኑ። እሺ ተነሲሑ ኣሚኑ ምስ በልና ግን ዛንታ ውዲ ወዲኡ ኣይኮነን። ካብዚ ዝበለጸ ጽቡቕ ብስራት ዘለዎ ምላሽ የሱስ ክርስቶስ ከኣ ከምዚ ይብል ኣብ ቁጽሪ በዓል ሰለስተ የሱስ ድማ ሎሚ ምሳይ ኣብ ገነት ከም እትኸውን ብሓቂ ይብለካ ኣሎ። መዓስ? ሎሚ ምሸት። ሎሚ እዚ ሰብ እዚ ብርዙሕ ሓጢኣት ኣኻኺቡ ዝመጽእ ሰብ እዩ። ዝግብኦ ድማ ሞት ከም ዝኾነ ዝፈልጥ ሰብ እዩ እቲ ናይ እግዚኣብሄር ፍርዲ ኣብቶም ሓጢኣት ዝገበሩ ድማ ሞት ይሞኒ እዚ ሰብ እዚ ድማ ዘልኣለማዊ ሞት ከም ዝመውት ወይ ከኣ ሞት ከም ዝግብኦ ዝኣመነ ሰብ እዩ። ግን ካብ ዘልኣለማዊ ሞት ንምምላጥ ኣብ የሱስ ክርስቶስ እምነቱ ብምግባርን ብምንስሓ ብምምላስን ካብ የሱስ ጥዑም ብስራት ሰሚዑ ሎሚ ጽባሕ ኣይኮነን ደሓር ኣይኮነን ሎሚ በታ እምነቱ ዘውደቐላ ግዜ ሎሚ እዩ ተባህለ። ኣበይ ከኢልዎ? ኣብ ገነት። ገነት ዝብል ቃል ኣብ መጽሓፍ ቅዱስና እንድሕር ኣጽኒዕናዮ ነቲ ሰማይ ዝብል ቃል ዝገልጽ ቃል ስለዚ ኣብ መንግስተ ሰማይ ወይ ከዓኒ ኣብ ገነት ምሳይ ክትከውን ኢኻ ይብል እምበኣር ነቶም ብንስሓና ብንስሓና ብእግዚኣብሔር ዝቐረቡ ምሉእ ትውክልቲ ከኣ ኣብ የሱስ ክርስቶስ ዝገበሩ ሰባት ዝወሃቦም ተስፋ እንታይ እዩ እንተልኩምኒ ሎሚ ምሸት ኣብ ገነት ኣብ መንግስተ ሰማይ ክትከውን ኢኻ ኣየ ጥዑም ብስራት ደስ ተብለካ ኸዓ የሱስ ክርስቶስ ብሓቂ ይብለካ ኣለኹ ኢሉ እወ ንሓደ ኣብ ዘመኑ ሙሉእ ብሓጢኣት ተጨማሊቑ ዝነበረ ሰብ ሓጢኣት ዝኣሰሮ ሞት ዝግብኦ ሰብ ሎሚ ምሸት ኣብ ገነት ምሳይ ኣለኻ ክትብሎ ክኸብዶ ይኽእል ግን የሱስ ክርስቶስ ብሓቂ ይብለካ ኣሎ ኣይሕሶን እዩ የሱስ ክርስቶስ ሓቂ እዩ ሓሶት ካብ ኣፉ ኣይወፅእን ስለዚ እቲ ዝሃቦ ተስፋ ሓቂ እዩ ኣይሕሱን እቲ ብሓቂ ዝብል ቃል ኣዝዩ ኣገዳሲ ቃል ምክንያቱ ዘይሕሱ ተስፋ ዘይሕሱ ኪዳን፣ ዘይሕኩ ቃል፣ ዘይሕሱ ቃል ተስፋ ስለ ዝኾነ። እምበኣር ካብዚ እንታይ ኢና ንመሃር እንተ ኢልና፣ እዚ መልእኽቲ እዚ ንዓይን ንዓኻትኩምን ዝብሎ ኣሎ። ንሱ ድማ ኣብ እተፈላለየ ናይ ሓጢኣት ኩነታት ክንህሉ ይከኣል እዩ። ኣብ እተፈላለየ ናይ በደል ኩነታት ክንህሉ ይከኣል እዩ። ብንስሓ ሓጢኣትና ብምእማን እወ ነዚ ከምዚ ዝዓይነቱ በዳሊ ሰብ ሞት እዩ ዝግባኣኒ፣ መቕጻዕቲ ኣምላኽ እዩ ዝግባኣኒ፣ ናይ ዘለኣለም ጥፍኣትን ኩነኔን እዩ ዝግባኣኒ፣ እግዚኣብሔር ናብ ሲኦል ክድርብየኒ ይግባኣኒ እዩ ኢልና እዚ ርድኢት እዚ ብምሓዝ ብንስሓ ናብ እግዚኣብሔር ክንምለስ እምነትናን ትውክልትናን ከኣ ካብ ሞት ክምንጥል ንዝኽእል እግዚኣብሔር ካብ ሞት ክምንጥል ንዝኽእል የሱስ ክርስቶስ ብምግባር ካብ ሞት ክነምልጥ ይከኣል ሎሚ ምሸት ኣብ ገነት ምሳይ ኣለኻ ዝብል መልእኽቲ በዛ ምሸት እዚኣ ኣብ ህይወትና ክመፀና ይከኣል ስለዚ ኣብ ተፈላለየ ናይ ሓጢኣት ኩነታት ዘለኹም ንኹላትኩም ዝኸውን ዕድመይ እዚ እዩ እዚ ሰብኣይ እዚ ኣብ መወዳእታ ናይ ህይወቱ እስትንፋስ፣ ብድሕሪ እዚኣ ሞት እያ ዘላ፣ ሰጊሩ ነዚኣ ሞት እዩ ክረክብ። ኣብ መወዳእታ ናይ ህይወቱ እስትንፋስ ብዝገበሮ ንስሓን ኣብ የሱስ ክርስቶስ እምነትን ግና ህይወት ዘለኣለም ረኺቡ። እምበኣር ሎማዓንቲ፣ ካብ ኩሉ ዓይነት በደል ካብ ኩሉ ዓይነት ጥፍኣት ተሓልዮም ናብ እግዚኣብሔር ብንስሓ ብምምላስ ኣብ የሱስ ክርስቶስ ከኣ ሙሉእ እምነት ብምግባር ንሱ ከድሕነኩም ከም ዝከኣሎ እምነት ብምግባር ካብ ዘለኣለማዊ ቁጥዓ ሓራ ክትወፁ ይከኣል ኣነ ኦሮማይ ዘመነይ ግዜይ ኩሉ ብሓጢኣት ዝመልአ እዩ ኣነ ንዓይ ተስፋ ይብለይን ትብሉ ሰባት ድሕር ኣለኹም ናልኩም እዚ ኸታሪ ኣብ መወዳእታ ናይ ህይወቱ ደቒቕ ተስፋ ተዋሂብዎ። ስለዚ ንዓኻትኩም ከኣ ተስፋ ኣሎ። ከምዚ እንተ ኾይኑ ደኣ እሞኒ ሽግር የለን፣ ዕድመይ ንእስነተይ ወዲኤ ክመውት ክቐርብ እንከለኹ ከምዚ ክብል እየ እሞ እግዚኣብሔር ክቕበለኒ ኢልኩም ትሓስቡ ሰባት ድሕር ሃሊኹም ከኣኒ ኣይፋሉን። ናይ ምሕረት ዘመን ሕጂ እያ። ጽባሕ ኣይናትኩምን እያ። ጽባሕ እንታይ ከም ዝኸውን ኣይትፈልጡን ኢኹም እሞኒ ሕጂ ናብ እግዚኣብሔር ተመሊስኩም በታ ዝተዋህበትኩም ናይ ምሕረት ግዜ ናይ ምሕረት ኣፍ ደገ ከይተዓጽዎ ከሎ ናብ እግዚኣብሔር ተመልሱ ሽግር የለን ኣነ ኣብ ጽቡቕ ናይ ህይወት ኩነታት እየ ዘለኹ ኣብ ውሑስ ቦታ እየ ዘለኹ ከምኡ ኣይገጥመንን ኢልኩም ርሕ ትሓስቡ ከለዉ መን ኢልኩም ጽባሕ ኣይናትኩምን እያ ጽባሕ ናይ እግዚኣብሔር ድሕሪ ሓንቲ ሰከንድን ድሕሪ ሓንቲ ደቕምታ ከም ንኾኑ ነፍሲ ወከፍና ኣፍልጦ ይብል ስለዚ ሎሚ ናይ መወዳእታ ውሳነ ብምግባር ከምዚ ሰብኣይ እዚ ብንስሓን ብእምነትን ናብ እግዚኣብሔር ንመለስ እቲ ቃል ተስፋ ከዓ እሙን እዩ እቲ ነዚ ሰብ እዚ ዝተዋህቦ ጥዑም ብስራት ከኣሊ ንኹላትና ተዋሂቡና እዩሞ ሓደራ ነዚ ጻውዒት እዚ ሸለል ኣይትበልዎ፣ ናብ እግዚኣብሄር ተመለሱ፣ እግዚኣብሄር ከኣ ክቕበለኩም እዩ። ኣምላኽ ይባርኽኩም።
ኣብ ዝተፈላለየ ክፍለ ዓለም ብምዃን ነዚ መደብና ትከታተሉ ዘለኹም ተኸታተልትና፣ በዚ ሎሚ ዝተዋህበ መልእኽቲ ንክርስቶስ የሱስ ከም ጎይታኹምን ናይ ብሕቲ መድሓኒኹምን ክትቅበሉ ፍቓደኛታት ዝኾንኩም ኣብ ዘለኹሞ ቦታ ብምዃን ምሳና ከምዚ ብምባል ሓቢርኩም ክትጽልዩ ትኽእሉ ሓቢርና ንጸሊ ሰማይን ምድርን ኣብኡ ዘሎ ኩሉ ዝፈጠርካ ኣምላኽ ስለዚ ዕድል እዚ ኣዝየ የመስግነካ ሓጢኣተኛ ምዃነይ ድማ የእምን። ሓጢኣተይን በደለይን ይቕረ ብምባል ክትቅበለኒ እጽሊ። ንክርስቶስ የሱስ ካብ ድንግል ማርያም ከም ዝተወልደ ምእንቲ ሓጢኣተይ ከም ዝሞተ እቲ ጽድቀይ ድማ ኣብ ሳልሰይቲ መዓልቲ ካብ ምዉታት ከም ዝተንስአ ናብ ሰማይ ከም ዝዓረገን ደሓር ድማ ክፈርድ ከም ዝመጽእን እኣምን ኣለኹ። ከም ጐይታይን መድሓኒየይን ድማ ይቕበሎ ኣለኹ። ስለ ዝተቐበልካኒ ድማ ኣመስግን ኣለኹ። ኣሜን። ስለ ምክትታልኩም እግዚኣብሄር ይባርኽኩም። ብርግጽ እዚ ክወሃብ ዝጸንሐ ቃል ልብኹም ተረቲዑ ንጐይታ የሱስ ክትስዕቡ ዝወሰንኩም ተወሳኺ መብርሂ ምእንቲ ክትረኽቡ